ሰራዊት እውን እናኣከበ እዩ ዝመፅእ ዘሎ። ንሕና ሕዚ እውን ንዛተ ኢና ን ዘለና ንዛተ ኢና ን ዘለና ንዛተ ንዘለስ ብጥይት ጥይት ተተኩስልካ እንታይ ደኣ ክትገብር እዩ መልሲ እዩ መልሲ እዩ ተዋሂቡ ስለዚ ንኡ ኢና እታ ናይ ኣፍሪካ ሕብረት መግለፂ ንሕና እውን ሰላም ኢና ማለት ዘተ ኢና ንደሊ ኣኼባ ቀልጢፉ ምጸውዑ ዘድነዮም ድሌትና ናይ ድሌትና መግለጺ እዩ ንሱ ናይ ኩናት ደላይ መግለጺ ክኾነ ይኽእል ምስሩ ወይሱ ኢልካ ምትዕሻ እውን ኣይኮነ እታ ናይ ሰላም ዝጸንሐ እዩ እንተበልና ዋላ እዛ ናይ ቀረባ ግዜ እንተርእናያ ብዘይ ምቁራጽ ከፊልና ኢና ብፍላይ ሕዚ ብዙሕ ሰብ የሞት ኮዩ ዘሎ ይረግፍ ኮዩ ዘሎ ብሰላማዊ መንገዲ ሲመውት ተስፋ ምግባር እዩ ክፍታሕ እዩ ደሓን ዋላ ዝተኸፈልናስ ንዝዓበየ ሰላም ንዝዓበየ መፍትሒ እናተባህለ እምበር ክኽፈል ስለ ዘሎ ኣይኮነን ፈቐዶ ቴንዳታት ዝርገፍ ዘሎ ግቡእ ስለ ዝኾነ ኣይኮነን ንሱ እነ ምእንተ ትግራይ ዝተኸፍለ እየ ጌርና ኢና ንወስድ ምእንተ ሰላም ተባሂሉ ዝተኸፈለ እዩ ስለዚ እቲ ሕዚ ዝግበር ዘሎ ከም ዘልናዮ ያው ናይ ወራር ምድላው እዩ እዚ ዝኒኦ ናይ ወራር ምድላው እዩ ግልፂ እዩ ናይ ወራር ምድላው ሓሲቡሉ ዝፀንሐ ምድላው ብድንገት ከምዚ ዓይነት ምንቅስቃስ ክህሉ ይኽእል እዩ። ኣብ ትልሚ ዝነበረ ምንቅስቃስ እዩ ዝረኣ ዘሎ። መሊሱ የእትወና ኣሎ ናብ ኩናት እዩ እቲ ሕዚ ኩነታት እኒ መሊሱ መሊሱ ናብቲ ጀኖሳይዳል ኩናት ናይ ምእታው ስለዚ እቲ ዘለናሉ ኩነታት ከቢድ እዩ ዘበለና እዚ እዩ። መበል ሓምሳን ሓደን ዓመት ናይ ምኽባር ጉዳይ ምስዚ እያ ትሕወስ ዘላ ናብ ከምዚ ዓይነት ከቢድ ፈተና ናብ ከቢድ ዓብዮት ናይ ህልውና ንሕና ሕዚ እውን ደሊ ሰላም ዋላ ይምፃእ ዋላ ይኽበበና ናብ ካሊእ ናብ ስሑት ኣሽሙ ከይኣቱ ብሰላም ክውዳእ ኣለዎ ብዘተ ኣይክውዳእ ዘሎ ፖለቲካዊ ጉዳይ እዩ እዚ ዝጸንሐ ጉዳይ እዩ እናተደፍአ እዩ መጺኡ ቅድም ኢሉን ክግበር ነይርዎ እቲ ዘተ ንሕና ድልዋት ኢና ብዘይምቁራጽ ድልውነትና ገሊጽና ኢና ሕዚ እውን ድልዋት ኢና ተኸቢና እናሃለና ኣየዋጽእን ኢና ዘለና ንሱ ኣብ ዝሓለፈ እውን ኣየዋጽኦምን ብተወሰነ መዓልታት ከም ድላይና ክንገብር ኢና ኢሎም ብተወሰነ መዓልታት ድላይካ ዝግበረሉ ከም ዘይኮነ ተራእዩ ሕዚ ተዳኺሞም እዮም ከምዚ ኮይኖም እዮም ተበቲኖም እዮም ንህልውንኡን ንድሕንነቱን ዝብተን ህዝቢ ኣብ ትግራይ የለን ኣብ ህልውናን ድሕንነትን ግን ኣይንብተንን ዘይብተን ህዝቢ እዩ ክብተን እውን ኣይኽእልን ኣይተበተነን ሕዚ ረኸብናዮም ዝበሃል እንተኾይኑ ጌጋ እዩ ናብ ዘይኮነ ነገር እዩ ዝእቶ ዘሎ ኣየድልን በሃልቲ ኢና ሕዚ እውን ብሰላም ብዘተ ክእለ ኣለዎ እቲ ጎንፂ ብሓይለ መልጢ ከም ድላየ ክገብር እየ ዝበሃል ከም ድላዮም እውን ክገብሩ ይኽእሉን ካብታ ዝሓለፈ ይመሃሩ ከም ድላዮም እውን ክገብሩ ይኽእሉን ነዚ ናብ ዘየድልየና ነገር ይተእቱና ኢና ንብል ካልእ ኣይበልናን ልኣላውነትና ይከበር ኢና ንብ ዘለና ሰፈርቲ ኣትዮም ዘለዉ ይመለሱ። ምዕራብ ትግራይ ኣትዮም ዘለዉ ሰፈርቲ ናይ ምዕራብ ትግራይ ኣብ ካልኦት ብዙሕ ስለ ዘይነበረ እቶም ዕጡቓት ኣብኣ ዘለዉን ብረቶም የውርዱ። ካብ ኣምሓራ ዝመፀ እውን ናብ ቦትኡ ይኺድ። ምምሕዳር ይፍረስ። ተመዛበልቲ ዘድልዮም ደጋፍን ናይ ፀጥታ ሓገዝን ንሕን ሒዞም ይእተዉ። እዚ እኮ ኣፍሪካ ሕብረት እውን ዝወሰነ እዩ። እዚኣስ ትፈፀም ኢና ንብል ዘለና እንታይ ኢልና ካሊእ እዚኣ ትፈፀም ኣብ ትሕቲ ወረርቲ ዘሎ ህዝቢ ድማ ሓራ ይውፃእ እኮ ዝፍትሓዊ እኮ እዩ ፍትሓዊ ሕቶ እዩ ዝተመዛበልን ዝተሰደድን ናብ መርቦት ይመለስ እዩ ወፃእተኛ እኳ ይምለስ ስዱዳት ናብ ዓዶም ይመለሱ ይበሃል እዚ ኮብ ዓዲ እኒ ኣብ ዓዱ ኣብ ዓዱ ተሰዲዱ ኣብ ዓዱ እዩ ተፈናቂሉ እኒሀ ነቦቱ ክምለስ ኣይተገበረን ስለዝኾነ እዚ ፍትሓዊ ሕቶ እዩ ኩናት ዘብል ምንም የብሉ ኩናት ዘብል የብሉን ሰላም ፃውዒት ተተረጊፁ ግን ሱቕ ዝበል ትግራዋይ ክህሉ ይኽእልን መንነትካ ናይ ምጥፋእ እዩ ነበራ ነበራ ንገብሮም ኢና እንተኮይኑ ነበራ ነበራ ንኮነ ንኽእል ከም ህዝቢ ንሕና ካብ ምድረ ገፅ ክነጥፍኦም ኢና መክተፊ ሽጉርቲ እዮም ዝግብኦም ሓንቲ ነገር ከይሕዝኡ ዘይኸውን ዘይሰርሐ ነው ዝሓለፈ ህዝቢ ምሰርሐ ይበል ከም ክልተ ሽሕን ዓሰርተ ሰለስተ ኣይኮነን እንዲዮም ኢሎም ሕዝም ከም ክልተ ሽሕን ዓሰርተ ሰለስተ ኣይኮነን ኣነ እውን ኣብቲ ዝነበርናሉ ዝገደፉና እዮም መስሎም ዘሎ ስለዚ ኣየድልየናን እያ ታዋና ብሰላም ንወድእ ኩላ ሕገ መንግስታዊ መሰል ኣለና እታ ስምዕ ፕሪቶርያ እውን ተቐምጦ እያ ናይ ህዝብና ሕቶ እውን ይመለስ ሕቶ ትግራይ እዚ ሕወሓት እዚ እውን እዩ ይመለስ ሓላፍነት ኣለና ብግዲ ክነመሓድሮ ኢና ብግዲ ከም ድላይና ክንገብር ኢና ዝበሃል ኣይሰርሕን ክሰርሕ ይኽእልን መሰል ዓርሰ ውሳንና እውን ይከበር ኢና ዘለና እዚኣ እውን ኣብታ ሕገ መንግስቲ እውን ኣላ ታይ ካብ እንታይ ሕልፊ እንታይ ሕልፊ ሓቲትና ስለዚ ኣየዋፅእን እታ ሰላም ክርዳእ ኢና ደጋጊምና ንገልፅ ገሊፅና ኢና ንኣፍሪካ ሕብረት ገሊፅና ኢና ነቶም ካልኦት ዲፕሎማቲክ ማሕበረሰብ ዝበሃሉ ማለት እዩ ርክባት እውን ኣሎ ቀፃሊ ርክብ ኩልሻኣር ክብ ልምውን ነይሩ ማል ርክባት ኣሎይ ምስቶም ዲፕሎማቲክ ማሕበረሰብ ዝካታተሉ ምስ ናይ ኣሜሪካ ይኹኑ ምስ ናይ ኣውሮጳ ይኹኑ ካልኦታት በቃ እዚኣታ መልእክትና ዋላ ሕዚ እውን ከምዚ ይገብር ኣሎ ሰራዊት ይሰድድ ዘሎ ትግራይ ይኽባእ እዩ ዘሎ ናይ ዲፕሎማት ማሕበረሰብ ተኹሲ ዘይደሊ እንተኮይኑ ሰላም ዝደሊ እንተኮይኑ እዚ ከባቢ ግደፍ ክበሃል ኣለዎ ጸቕጢ ክግበር ኣለዎ መግለጺ ጥራሕ ኣይኮነን መግለጽታት ድማ ኣውጺኦም እኮ እዮም ዝሓለፈ ያው እንታ ኣፍሪካ ሕብረት ብቐጥታ እንታ ስምዕ ፕሪቶሪያ ስለ ዘብል ኢና ጽሒፍናሉ እምበር ካልኦትን ኩሎም ጽሒፎም እዮም መልእክቲ ግን ኣሕሊፍና ኢና ክሳብ ሕብራት መንግስታት ማለት እዩ ስለዚ እቲ ማለት ህዝብና እውን ክፈልጥ ክልክሉ ድማ እቶም ዝምልከቶም ኣካላትን ክፈልጡ ፃዕርታት እናተገብረ እዩ ንሕና ኣቋምና ገሊጽና ኣለና ሰላም እንደሊ ምዃንናን ንዘተ እውን ሕዝብን ቁሩብ ሕዝብን ኮይንና ማለት ቅሩባት ምዃንና ዘደለይዎ ኣጀንዳ የምፅኡ ንሕና ኣጀንዳ ኣለና ናይ ስምዕ ፕሪቶርያ ዝውሰኸ ዝውሰኽ ተልዩ ይምፃእ ንዛተ ኢና ንብ ዘለና ብዘተ ቀደም ሰዓብ ኣሚትካን ኣብ ተግባር ንእቶ ዝፀንሐ ፀገማት ናይ ላዕላውነትና ግን ቀልጢፉ ክፍታሕ ኣለዎ ቀልጢፉ ፍታሓሎም ዝተባሃለ ነበረያ ነበረ ክኾን ኣይኽእልን ንሱ እታ ነበረያ ነበረ ዝተጀመር ኮላ ናብ ቦትኡ ዘይመለስ ኣብኡ ብዝኸዶ ጠፍእ ዝርገፍ ህዝቢ ክኾን ኣይኽእልን ክሳብ ሕዚ እውን ብዙሕ ኢና ከፊልና ናብ ነበረያ ነበረ ክቕየር የብሉን ቀልጢፋ ክትምለስ ግን እዚኣ ንደለያ ኢና ካልእ እንታይ ሓቲትና እዮም ስለዚ እዚኣ ሕዚ እውን ብቐፃሊ ትሓልፍ ዘላ መልእኽቲ እያ ከይትጠሓስ ድምበር ናይ ሰላም እቲ ምትእኽኻብ እውን ደው ክብል ጠጠው ክብል ናብ ዘተ ክእቶ ናብ ተጋግየ ውሳነ ከይስገር ንኹሉ ዝጎድእ ነገር ከየጋጥም ኢና መልእክትና ነሕልፍ። ህዝብና እውን በዚ መንገዲ እምበር ትግራይ ተበቲና ትትረፍ ተቆራሪሳ ዝተኸይድ ጽሑኒ ወስኹላ ከም ሕውሓት ኣይንብልን ክንብልን ይኽእልን ምስ ህዝብና ኮይና ደው ኢልና ክንምክት ኢና መሰልና ከነኽብር ኢና ሕዚ እውን ብሰላም የለን እንተይሎም ድማ ግድን እዩ ንህልውና ኸልካ ክግበር ዝግብኦ ነገራት ትገብር ንግደድ ምዃንና ምፍላጥ የድሊ እዩ